ኣብ ሰማንያታት ኣብ ጀርመን ኣብ ዝነበርኩሉ ግዜ የዕልሉኒ ገለ ሰባት፣ ሓደ ዓርክና ነይሩ ካብ ሜዳ ዝመጸ። ካብ ሜዳ እንድሕር መጺእካ እቲ ናይ ወተሃደር ባህርያት ይስዕረካ እንድዩ፣ ኩሉ ሰብ ኢዱ ሂቡ እንድዩ እቲ ኣሳይለም ዝሓትት ዝነበረ፣ እንዳ ፖሊስ ወሲዶሞ ኣብቲኣ ከይድካ ፓስፖርትኻ ትድርብየሎም ኢድካ ትህብ ይብልዎ ኣለዉ። እታ ኢድካ ምሃብ ከምኣ እዩ ወሲድዋ። እቶም ፖሊስ ኣብቲ ኣፍደገ ደው ኢሎም ነይሮም ጠኒኑ ይኣትዎም ኣሎ ኢዱ ብ ጁቡኡ የእቱ ኣሎ። ኩላቶም ፈርፈር ኢሎም እንታይ ክገብር ምዃኑ ኣይፈልጡን እዮም እዛ ፓስፖርት ውፅ ኣቢሉ ድርቢ ኣቢለዋ ከምታ ዝተባህራ ናይ ወታደር ሕጅስ እዛ መስኪነይቲ ቆልዓ ከመይ ጌርና ኢድና ከም ንህቡን ኣየሰልጠኑናን ክትብል ምስ ርኢኽዋስ ዘኪረዮ ብሰሓቕ ሞይተ። ረጅም ሌት እንደምሰጥ ታውቂያለሽ። ውጊያ ገብቼ ስለለማላቅ አላቅም አለች። ቀዳማይ ብዛዕባ ቲፋኒ ሓድሽ ክዛረብ እየ ካልኣይ ከኣ ብዛዕባ ኣክሎሞይ ክዛረብ እየ ኣክሎሞይ ማሸላ እክሊ እዩ ሎሚ ከኣ ከይነውሓኒ ኢለ ወዚፈያ ዘለኩ ኣብ ዝቅጽል ግዜ ትብጻህ ለኣከዊነ ትግራዎት ናብ ትግራዎት ኣሕዋትና መልእክቲ ስለ ዘልኒ ኣብቶም ካድራት እቶም ኤሊት እቶም ሚድያ ኣብ ኩሎም ዝበጽሕ ናይ ሕውነት ደብዳቤ ክሰድድ እየ ሰናይ ምክትታል። ማሸላ እምበኣር ብዙሕ ዓይነታት እንድዩ ዘሎ ከባቢ ኸርን ቡልቶግ ዝበሃል ኣሉኒ ቡልቱግ ዘይጠዓምኩም እንተለኹሞ ብዙሕኹም ተበዲልኩም ዘለኹም እቲ እኽሊ ባዕሉ ብጫ ስለ ዝኾነ ሕሰብዎ ብጫ ከምዚ ፉድ ካሎሪን ዘለዎ ብጫ ገዓት ብጫ ቅጫ ክትበልዕ ከለኻ ካልእ ነገር እዩ ኣብቲ ከባቢ ሰንሒት ብጣዕሚ ውሩይ እዩ ቡልቱግ ኣክለሞይ ዝበሃል እምበኣር ሓደ ጻዕዳ ማሸላ እዩ፣ ካብቲ ካልእ ይኸብር እዩ፣ ኣክለሞይ ይበሃል። እንታይ ምዃና ትርጉማ ኣይፈልጣን ነይረ፣ ቀላል ኮይና ጸኒሓትኒ። እክለማይና ይበሃል ብትግርኛ፣ ኣክለሞይ። ኣክልና ወሞየትና ይበሃል ብዓረብኛ፣ ብትግረ ካልእ እክልና ወማይና ይበሃል። ሕጂ ኣክለሞይ ሓጺራ ርኢኹም ከመይ ጌርና ኣፕሪቪየሽን ከም ዝገበርናያ? ብተስዓን ሓደን ኣብ ኣስመራ ምስ ኣተኹ ኣብቲ ኮምሽታት እንዳዛወርኩ ከሎ ሓደ መዓበይትና ተጋዳላይ ነይሩ ሽዑ ዝኣተወ ይረክብ ኣለኹ ኣንታ ከመይ ኣለኻ ኢሉ ጽቡቕ ጽቡቕ እብሎ ኣነ ከመይ ኣለኻ እስኻ ተበልኩዎ ስርናይ እብለኒ ኩሎም ስርናይ ይብሉ ድሓር እንታይ እዛ ስርናይ እንተበልኩዎምሲ ስርናይ ስርናይ እኽሊ ስርናይ ወይለ እሞ እዚ ወዲ ስርናይ ድኣ እንታይ ኣፍሊጦ ብማሸላ ብልቱግ ብገለመለ ዓቢ ይኸውን እምበር እክሎማይ ከማን ዝበልዐ ይመስለኒ እሞ ከምኣ ከኣኒ ከምዚ ሕጂ ዮኦል ትብል ቃል ክኣንላ ብዙሓት ሰባት ክቐድሕዋ ርእየያ ኣብዚ ዝሓለፈ ክልተ ወርሒ ከምኡ ኢላ'ያ ትዛረብ እዛ ቲፋኒ ሓዲሽ ሕጂስ ኩሉ ሰብ ንዓኣ ዩ ቀዲሑሉኒ ትዊተር ገለመለ እንተሪእኹስ ኩሉ ዮኦል እንድዒ ከመይ ገይረ ዝመጽኣ ኣለኹ ከማን ኣይፈልጥን እየ ይፈልጣ ነታ ቃል እሞ ናይ ቲፋኒ ሓዲሽ ሽግር ክኣ እንታይ መስለኩም ድሓን ንሱ መጨረሻ ክነገረኩም እየ። ኣብ ተስዓን ሓደን መይ ዕስራን ኣርባዕተን ኩወይት ኣትየ ዕለኩም ኣለኹ ብዙሕ ግዜ ስለዚ ኣይደግሞን እየ ሽዑ ቀራርብ ነይረ ነስመራ ክኸይድ ሕጂ ሓደ ዓርከይ ነይሩ እሞ ዝፈልጣ ሰበይቲ ከኣ ነይራቶ ኣብ ደገ ካብ ኩወይት ወጺኣ ኣብ ደገ ትነብር ሕጂ ሰላም በለለይ ንሳልሕ ኢላቶ ዓርኾት ምዃና ስለ ትፈልጥ ንሱ ከኣ ብለኒ እከለ እኮ ሰላም ኢላትካ ሳልሕ ኣስመራ ክኸይድ ኣሎ ምስ በልክዋስ ስሩዕ ዘይኮነ ደኣ እሱ ከመይ ገይሩ ኣስመራ ክኸይድ ኢላቶ ሕጂ ገሪምና ሓቃ ኢልዮ በቲ ናታ ኣተሓሳስባ እንታይ እዩ ነይሩ ኣብ ህዝባዊ ማሕበራት ዘይነበረ ናይ ህዝባዊ ግንባር ስሩዕ ዘይኮነ እታ ሃገር ኣይትብጽሖን እያ ኣይግብኦን እዩ ዓዲ ክኸይድ እያ ትብል ነይራ ሕጂ ስቲ ሜንታሊቲ እቲ ሎሚ ተመሊሰ ክሪኦ ከለኹ ዋላ እቶም ስርዓት ከማን ከምኡ ዓይነት ሜንታሊቲ ዝነበሮም እዮም ብኡ እዮም ከኣ ንክሳብ ሕጂ ብደገ ኣትሪፎምና ዘለዉ ሱቕ ኢልካ ዝመጽእ ኣይኮነን ናብቲ ሳይኪ ናይቲ ስርዓት ናይቲ ሰዓብቱ ናይቶም ደገፍቱ ተሃኒጹ ዝነበረ ኣተሓሳስባ እዩ። እሱ እዩ ከኣ እዚ ኩሉ ጠንቂ ምጺኡልና ዘሎ ክሳብ ሕጂ። ስለዚ ካብ ካይሮ ንኣዲስ ኣበባ ከይደ። ካብ ኣዲስ ኣበባ ካብኡ ተሓኒበ ክንደይ መዓልቲ እየ ገይረ። ነፋሪት የለ ገለ የለ በቃ መገዲ ስኢነ። ዳሕራይ ሬሳ ዝሓዘት ቻርተር ነፋሪት ኣላ ነስመራ ትኸይድ ሬሳ ሒዛ ተባሂሉ ካብ ኣሜሪካ ዝመጽእ ሬሳ ነይሩ መስለኒ። ምስኣ ከድና ምስታ ነፋሪት መቐለ በጺሕና ካብ መቐለ ላንድሮቨር ተኻሪና ነዊሕ እዩ እቲ ዛንትኡ። ዛላምበሳ ኣቲና ሕጂ ንሰንዓፈ ክንኣቱ በዛ ኬላ እዚኣ ሓሊፍና። ቆልዓ ይብላ ኣለዋ ዓሰርተ ሸሞንተ ዓመት ገለ እንተ ገበረ እዩ እቲ ግዜ እቲ መጺኡ በብሓደ ኣብቲ ማዕዶ ዶ ይወስደካ ፓስፖርትኻ ይብለካ ፓስፖርት ንቦ እቶም ካብቲ ዓደ ዝመጹ ከኣ እንታ ሴራ ማታወቅያ ገለ መለ ይብሎም ሽዑ ንዓይ እዛ ፓስፖርተይ ይርኢ ኣለኹ ናይ ኢትዮጵያ እያ ኔራ ፓስፖርተይ ሽዑ ካበይ ኢኻ መጺእካ ኢሉኒ ኣብ ኩዌት ግን ሕጂ ኢኻ ካብ ኣሜሪካ እየ መጽኤ ቅድሚ ሰሙን ክልተ ሰሙን እብሎ ኣለኹ ዳሕራይ መበቆልካ በይ ይብለኒ ኣሎ ኣብኡ ኣለካ እንድዩ ጽሑፍ ኢለዮ ኖኖ መበቆልካ ደኣ ገለመለ ኢሉኒ ኤኒወይ እዚ እውን ነዊሕ ካልእ ግዜ ክዕለሉ እየ ግን ሰንዓፈይ ስነይ እንዳመወጽኩ ከምዚ ነገራ ዝብሎ ከምኡ እየ ኣትየ ነየስመራ ንምባል እየ ኣዋህልሉ ጥራሕ ኣስመራ ከይደ ኣብ ኣምባሳደር ሆቴል ኣቱ ነይረ። ሕጂ ሓደ ግዜ ኣብቲ ሎቢ ኮፍ ኢለ ሻሂ ሰቲ ነይረ። ዳሕራይ ሓደ ጋሻ መጽዩ። እዚ ጋሻ ሕጂ ከምዚ ሎሚ ኣይኮነን ኩሉ ሜድ ኢን ቻይና ሓደ ዓይነት ክዳን ዝመስል ከምዚ ሎሚ ኣይኮነን። ቀደም ካብ ወጻኢ ዝመጸስ ካብ ማዕዶ ኢኻ ትፈልጦ ተለልዮ ካብ ወጻኢ ምዃኑ። ሕጂ ርእየዮ ኣፍ ልቡ ነፊሑ ከምዚ እንዳበለ ሸነን እንዳበለ ኣትዩ። ሰላም ጽቡቕ ገይሩ እውን ኣይበለንን። ከምዚ ናይ ትዕቤት ሻሎ ከምዚ ሰላም ኣዩ ንሕራይ ሰላም ኢለ ኣነ ከኣ ንዳሕራይ ኣበየናይ ህዝባዊ ማሕበራት ኔርካ ዶ ገለመለ ብለኒ ኔሩ ኣይነበርኩን ኣብ ህዝባዊ ማሕበራት ሲ ምሉእ ሂወተይ ኣትየ ይፈልጥን እየ ገለ ምስ በልክዎስ በቃ ንዕቅ ኣቢሉኒ ዋጋ ዘይብሉ ሰብ እዚ እንታይ ከመይ ገይሩ ህዝባዊ ማሕበራት ዘይነበረ ገለ ካልኣይ ሓተተንን ግን ንሳ እታ መዐቀኒት ናቱ ብኣ ገይሩ ዓቂኑኒ ዋጋ የብሉን ኢሉኒ እሞ ሃጠው ቀጠው ዘረባ ኣዛረበኒ ነዚ ደስ ዘይብል እዩ ስለዚስ እንታይ ገበርኩም ሽዑ ከይሓረቕኩ ከለኹ ብዙሕ ረዲኡና ግርማ ኣስመሮም መጽእ ኣሎ ግርማ ኣስመሮም ኣብቲ ግዜ እቲ ናይ ፕሮቶኮል ሓላፊ እዩ ነይሩ ለይትን መዓልትን ጋሻ ቅበል ጋሻ ከፋኑ ኣብቲ ኣምባሳደር እዩ ዝውዕል ነይሩ ሕጂ እትው ምስ በለ ይሰዓዓም ኣሎ ምስዚ ወዲ ከመይ ኣለኻ ገለመለ ገለመለ ኢልዎ ሽዑ ይብሎ ኣሎ ኣታ እንታይ እዛ ዓዲ ደሮና ደሮና ኮይና እዛ ኣስመራና ከይድ ኢልና ቦያ ገለመለ ጽዒና መጺእናስ ሕብሪ ንሕብሪ ክንገብራ ኣለና ከነጽዓዱ ኣለና እዛ ዓዲ ገለመለ ኢሉስ ይፍክር ግርማ ንዓኹም ሒዝና እንታይ ከይንስእን እዚ ጽንዓት ከድሊ እዩ እዚ ዳግመ ህንፃ ገለመለ ኢሉ እቲ ዝበሃል ድስኩር ሂብዎ ንሱ ከዓ እንዳፈከረ ከይደ ሕጂ ኣነ ከዓ ገሪምኒ ከምዚ ኢሉ ከተማ ምሉእ ድዩ ከፅሪ ደልዩ ሕጂ እንታይ ዝብል ዘሎ እዚ ኢለ ማዘጋጃ ቤት ድዩ ኮይኑ እንታይ ገሪምኒ ክርድኣኒ ይከኣለን ግርማ ኣስመሮ እውን ኢልዎ ባዕሉ ደሓን ንሱስ ይጽናሕ ሕጂ እኮ ስቕ ኢልና ኢና ንዛረብ ዘለና ትምኒትና እምበር እዚ ገዛውቲ ደኣ ዋንኡ እኳ ዘይፍለጥ ይብሉ ኣሎ ነፊሱ ሕጂ ድሕሪ ሰላሳ ዓመት ሲ እዚ ሰብኣይ እዚ ረኺበ ከዛርቦ ደስ ምበለኒ ኣነ ሕጂ ኣይሃጸጽኩን ነረ ኣብቲ ግዜ እቲ ናይ ምዕዛብ ደረጃ እዩ ነረ ይዕዘብ እየ ነረ እሱ ግን ረስኒ ዝነበሮ ክነግረኩም ኣይክእልን እቲ ረስኒ እቲ ከኣ ናይ ግድነት ነፊሱ እዩ ከምቲ ዓይነት ነድሪ ክጸንሕ ኣይክእልን እዩ ክሳብ ክንዚ ቀልጢፉ ነፊሱ ኣሎ እሞ ክፈልጥ ምደሌኹ ሕጂ ኣበይ ከም ዘሎ ድሕሪ ሰላሳ ዓመት ድሕሪ ሓደ ወርሕን ገለን ገይረ ኣስመራ እንዳተመለስኩ ከለኹ እቲ ብ ኩወይት ዝነበሩ መዓት ነይሮም ኣብኡ ክወፁ ዘይከኣሉ ብቲ ግዜ ውግእ ስብኡ ተሓኒቦም በቃ ኣብኡ ተሸጊሮም ዝፀንሑ ሰባት ነይሮም ቅድሚ ምኻደይ በፂሐዮም ነይረ ብቲ ቤት ፅሕፈት እዮም ዝቅመጡ ነይሮም ሕጂ ይረኣየኒ ነይሩ እቲ ናፍቆቶም እቲ ገለመለ ኤረትራ ነጻ ወጺኣ ትማሊ ዶብ ቅድሚ ትማሊ ከምኡታት ወሬታት ነይሩ ሕጂስ ናፍቆት ከም ዘለዎም ይረኣየኒ ናብ ኩላትና ዝነበረ ኣነ እኳ ክእለት ስለ ዝነበረኒ ነቲ ሃንዲደ ቀልጢፈ ከይደ ሽዑ ንሽዑ እቶም ዓቅሚ ዘይነበሮም ፓስፖርት ዘይነበሮም ፍቃድ ዝደልዩ ወይ ናይ ቲከት ዝደልዩስ ብዙሓት ጸባት ነይሮም እሞ እንዳተመለስኩ ከለኹስ እቲ ናፍቆቶም ቁሩብ እንተጉደለሎም ኢለ ኣብቲ ጥቃ ፖስት ኦፊስ ሓንቲ እንዳ ቴፕ ነይራ ቴፕ ይመልኡ፣ ሬድዮ፣ ገለመለ ዘተዓራርዩላ እንዳ ኤለክትሮኒክስ ገዛ ነይራ። ኣብኣ ከይደ ሰለስተ ቴፕ ገዚኤ። እዚ ናይቲ ግዜ ነጻነት ዝነበረ ደርፍታት ዝነበረ ኩሉ እቲ ወጃዕጃዕ ዝነበረ ናይ ግዜ ነጻነት ሓጎስ ገለመለ ንሱታት ዘርእያ እየን ሰለስተ ቪድዮ ንዐን ተሰኪመ ኮይት ዝምለስ ኣለኹ ኣብቲ ቤት ጽሕፈት ኣብ ኮይት እምበኣር ቴሌቪዥን ኣላ ቪድዮ ፕለየር ከኣ ኣላ ሕጂ ኩሉ ግዜ መብዛሕትኡ እቲ ሰብ ክዘናጋዕ ዝመጽእ ኣብኣ እዩ ተዓኒዱ ዝውዕል ሙሉ መዓልቲ ክርእዩዋ እዮም ዝውዕሉ ሕጂስ ንኣ እሳ እያ ተራእያትኒ ቪድዮ ሒዘ ዝኸድኩ እቱ ምስ በልኩ ኣብቲ ዓዲ ክሓድር እውን ኣይደለኹን ሽዓ ንሽዓ ከይደ ኣብታ ቤት ጽሕፈት መጺኦም ሰላም ከመይ ኣለኻ ገለመለ ገለመለ ኢሎምኒ በሉ ቪድዮ ኣምጺኤልኩም ኣለኹ ሕጂ እንታይ ትመስል ኣላ ዓዲ ገለ ኢልኩም ኣይትሕተቱኒ ብዚ ክትርእይዎ ኢኹም ገለ ኢለ ሓንቲ ስኳዓሎም ኣለኹ እተን ክልተ ካኣ ኣብኡ ቀሚጠየን ሕጉስ ኢሎም በቃ ኩሎም ከቢቦም ኣብታ ቦታ ሃህ ኢልካ ቲቪ ምርኣይ ኮይኑ ናፍቆት ሕሱም እዩ ኤኒወይ ብዙሕ ክስታይ ተሰሚዑኒ ንሰለስተ መዓልቲ ዝኸውን ኣብዛ ቲቪ በቃ ካልእ ስራሕ የብሉን ዝኹሉ ሰብ ቪድዮ መፂኡ ኣሎ ተባሂሉ ኩሉ ተኣኪቡ እዩ ዝመፅእ ከምዚ ኢሎም ክርእዩ ጥራሕ እዮም ዝውዕሉ ኣብ ሳልሳይ መዓልቲ ናይ ምሸት ተመፃእኩ ጠፊኡ ኣንታ ኣንታ ደኣ ኮንኩም ሞኒክሞ ዲኩም ወዲ እንታይ ክንምኖ ደኣኒ እዛ ሰበይቲ ኣብያትና ገለ ብሉኒ ኣሎ እታ ሰበይቲ እምበኣር መን እያ ሓላፊት ናይቲ ቤት ጽሕፈት ዝበሃል ነገር ናቱ ሓላፊት እያ እንታይ ደኣ እቲ ቪድዮ እንታይ ጌሩ እንታይ ኮንኩ ደኣ ኣቋሪጽክዮ ኖ ዝምልከቶ ኣካል ኣይተርእይዎ ኢሉና መን እዩ ዝምልከቶ ኣካል ዝምልከቶ ኣካል ዘካይደና ኣካል ኢላትኒ እሞ እዚ ድኣ ናተይ እንዴ ናተይ እዩይ ናተይ እኒ ዝባሃል የሎን ናይ ሰውራ ድግዲ እዚ እኮ ናይ ገድሊ እዩ ገለ መለ ኢላትኒ ሕጂ ይፈልጣ ስለ ዝኾንኩ ብዙሕ ክከራኸር ኣይደለኹን እሞ እቲ ናተይስ ሃጊርክዮ ማለት ኣይሃገርክዎን እሞ ክርእይዎ ዘይትገትዮም ዶ ኖኖ ድሓን ከምኡ ኣሕቲምኩም ኣባዚሕኩም ሽጥዎ ስለ ዝተባሃልና ኢና ኢላትኒ እቲ ቪድዮ ናተይሲ ኣባዚሖም ክሸጥዎ ነቶም ብነፃ ዘምፃእኩሎም ሰባትሲ Anyway እዚ እቲ ናብራ ናይ ህግደፍ ዝነበረ እዩ ካብ ሽዑ ጀሚሮም ከምኡ እዮም ዝገብሩ ነይሮም ካብ ብቕድሞም ምሽ ከምዚ ሰዓት ይውሰድ ገለመለ ምሽ ነይሩ ወላ ኣብቲ ግዜ ገድሊ ከሎ እዚ ልሙድ እዩ ባህርያት ናይቲ ውድብ እዩ ስለዚ ነዘን ቪድዮ ናተይ ከኣ ከምኡ ገይሮም ሃጊሮማ። ቪድዮ ሓፋሽ እዩ ተባሂሉ ተወሲደን። እሞ ብዛዕባ እዚ ቪድዮ እንዳሰሓቕኩ ከለኹ ሓንቲ ሰበይቲ ትመጽእ ኣላ፣ ካብዘን ኣብኡ ዝሰርሓ ዝነበራ ኣብቲ ዓዲ። ሕጂ ቅድሚኡ ቅድሚ ገለ መዓልታት፣ እዛ ናይተን ደቂ ኣንስትዮ ሓላፊት እያ ትቑጸሮ፣ ናይቲ ቤት ጽሕፈት ሓላፊት ዝነበረት፣ ወረቐት ሂባተን ነይራ፣ እዘን ኩለን ኣብ ገዛ ኣብ ገለ ዝሰርሓስ ነተን ኣስራሕትን ዶኔሽን፣ ከምዚ ውፈያታት ግበሩ ንኤርትራ ገለመለ ከምኡታት ዝብል ወረቓቕቲ ሂባተን ኔራ ሕጂ ገሊኤን ገንዘብ ጥዑይ ገንዘብ ሒዘን ይመጻ ገሊኤን ከኣ ጌና ጽባሕ ኢሎምኒ ዶ ገለመለ ይብላ ሓንቲ ካብኣተን ነቲ ዓመይ ምስ ሓተትክዎስ ኣነ ከፊለ እየ ኢልኒ ኢለ ኣበይ ዝኸፍል ትብላ ኣላ እንድዒ እዚ ወረቐት ሂብኒ ኢላ ርሲት ሂባታ ከምዚ ገይራ ትሪኦ ኣላ እዚ ኣብ ዓረብ እንድዩ ኢላታ ሽዑ ጥምት ኣቢላትኒ እስከ ኣቦቦ እዚ ሳልሕ ኢላትኒ ኩሉ ነገር ትእዛዝ ናታ በጃኻ ገለመለ ዝበሃል የሎን ሂባትኒ ሪኤዮ እዋእ ብዙሕ ገንዘብ እዩ ነይሩ ሕጂ ዝክሮም ክንደይ ምዃኑ ግን ጽቡቕ ገንዘብ እዩ ከፊሉ ንመን ይኸፊልዎ ትብለኒ ኣላ ናይ ክወት ቻሪቲ ግሩፕ ነይሩ ኣብቲ ስደተኛታት ዘለዎ ቦታ እንዳኸዱ ንዕኡ ዝሕግዙ እዮም ሕጅስ ከፊሉ እዩ እዚ ኢርሲ ትብል ኣሎ ከመይ ገይሩ በልዮ ገንዘብ እንድሕር ንኤርትራ ዝኽፈል ኣብዚ እዩ ዝኽፈል ኣብዚ ቤት ጽሕፈት ክምእከል ዘለዎ ከመይ ገይሩ ገንዘቡ እንዲ ብድላ ይኸፍሉ እዋ ጅሃድ ገለ ተኾኑ ከትብለኒ ኣላ ኣንቲ ዝኾኑ ይኹኑ እዚ ግን ገንዘቡ እዩ ኣብዚ ክፈል ኣብዚ ትኽፈል ክትብሉ ይትኽእልን ኸ ነጻ ሰብ እዩ ስሩዕ ላልኩ ኮይ ኮነን ገለ ብላ ኣለኹ ፈጺሙ ክርዳእ ኣይከኣለን ድሕሪኡ ኣደይ ንሓጂ ንመካ ትመጽእ ኣላ። ስለዚ እስካብ መካ ንክወይት መጺኣ ቁሩብ ምሳና ክትቅንስ ስለ ዝደሌኹ ቪዛ ከውጽኣላ ደልየ። ኣብቲ ኢሚግረሽን ምስ ከድኩ ከኣ ኣደ ከም ምዃና መረጋገጺ ኣምጽኢ ኢሎምኒ። ካበይ ከምጽኣልኩም እንዳ መረጋገጺ ኢለ ወላ ካብቲ ቤት ጽሕፈትኩም ገለመለ ኢሎምኒ። ደሓን ንሱስ ቀሊል ኢለ ናይቶም ካልኦት ውድባት ዝነበረ ኦፊስ ንሱ ኮንስሌት ኮይኑ። እቲ ከኣ ናይ ዋህዮታት ኮይኑ እቶም ኣብኣ ዘለዉ ከኣ ደይ ናይ ህዝባዊ ግንባር እተን ካልኦት ውድባት ዝነበራ ናቶም ሓለፍቲ እዮም ክልቲኦም ኣብኣ ኮፍ ኢሎም ጸኒሖምኒ ሕጂ ሰላም ኢለዮም ዓሊልና ከም ልሙድ ገለመለ ሻሂ ሰቲና ገለ በሉ ሕጂስ ተሃዊኸ ኣለኹ በጃኹም ወረቐት ግበሩለይ ናይ ኣደይ ገለመለ እብለ ኣለኹ ሕጂ እቲ ሓደ ክገብር ደልዩ እቲ ሓደ ከሊእዎ ኣይትገብረሉን ኢኻ ኢልዎ እሂ ተባሂሉ ላላላላ እንታይ ኣስባሕት መዓርግ ዝብለኒ ኣሎ እዋእ ናይ ምንታይ መዓርግ ትብሎ ኣለኻ ኣንጻር መንግስቲ ክትጸሓሓፍ ጀሚርካ ኣለኻ ክበካ ኣይክእልን እየ ኣነ ክሓትት ኣለኒ ኢሉ ንመን ትሓትት ዝምልከቶ ኣካል እዩ ኣብዚ ኣቡዘቢ ገለ ነይርዎም ዘማእክሉ ዝነበሩ ሰባት ኣብኡ ነይሮም ሕጅስ ንዕኦም ሓቲቶም ያኢ ሕራይ እንድሕር ኢሎሞ ምሳቶም ወረቐት ክውን እዩ ገለ መለ። እታ ዘቐየመቶ እንታይ መስለኩም? ሽዑ እዛ መጽሓፍ እዚኣ ጽሒፈ ነይረ። Simply Echoes ትበሃል። ናይ ግጥሚ እያ ንእሽተይ እያ ከምዚ ትርእይዋ ዘለኹም ክንደይ ኣብ ሚእትን ዕስራን ገለ ፔጅ እያ። ንእሽተይ መጽሓፍ እያ። ሕጂ ግጥምታት እዩ መብዛሕቱ። እሞ ወቐሳ ኣለዋ ንመንግስቲ ኢሉኒ። ወቐሳ እተለዋ ደኣ እሞ እንታይ ክገብረካ ኢለ እዩ። ሕጂ ካብቲ ወቐሳ ዝብልዎ ዝነበሩ ንኣብነት።

ሕጅስ ገለ ዘንበቡ ነጊረሞ እዮም እምበር ኣየንብብን እዩ ከማን ንሱ መስኪናይ ግን ከምቲ ካልእ ሰብ ከኣ ኣይተሳቀኩን ሽዓ ውጽእ ኢለ ጽቡቅ ኔትወርክ ስለ ዝነበረኒ ክልተ ሰባት ደዋዊለ ንጽባሒታት እታ ቪዛ ረኪበ ሰዲደላ ነደይ መጺኣ ምሳይ ቀንያ ከይዳ እዚ ዝነግረኩም ዘለኩ እንታይ እዩ ተመሊስኩም ምእንቲ ክትርእዩ እዚ NNNN ንሕና ንሱ ንሱ ንሕና ገለመለ እዚኣቶም ሓደስቲ ኣይኮኑን ቅድሚኦም ውን ኔሮም እዮም ካልኦት ግን እቲ ስም ከምኡ ኣይተዋህቦምን ኔሩ እታ ስሎጋን ኣየጥረይዋን ኔሮም ሽዑ ግን ከምኡ ኔሮሙና እዮም ኣብቲ ግዜ እቲ እሱ እዩ ከኣ ንሳብ ሕጂ ንርእዮ ዘለና ንሱ እዩ ስለዚ ዝኾነ ነገር ክትርእዩ ከለኹም ተመሊስኩም መሰረቱ ምዕዛብ ከድልየና እዩ እቲ ዋና ነገሩ ክንፈልጦ እንተዘይከኣልና ክርድኣና ኣይክእልን እዩ ከጸግመና እዩ ክንርድኦ ስለዚ ኩሉ ግዜ ገለ ጸገም ክትረኽቡ ከለኹም እንታይ እያ እዚኣ መሰረታ ኢልኩም ተመራመሩ ክትረኽብዋ ኢኹም ኣብቶም ህግደፍ ክትረኽብዋ ኢኹም። መሰረት ናይቲ ነገር ካበይ ምዃኑ ክንፈልጦ የድሊ ስለ ዝበልኩ'የ ዘካፍለኩም ዘለኹ። እሞ እዞም ቁሩብ ተስፋ ትገብሩ እዚ ስርዓት ክዕረ እዩ ገለ ትብሉ ሰባት፣ ናይ ሰላሳ ዓመት'የ ዝዕለኩም ዘለኹ። ካብ ሰላሳ ዓመት ከም ዝገብሩ ኔሮም፣ ክሳብ ሕጂ ከምኡ ይገብሩ ኣለዉ ካብኡ ዝገደደ እውን ይገብሩ ኣለዉ እሞ ብድሕሪ ሕጂ እዚ ስርዓት እዚ ክዕረ ኢልኩም ተስፋ ትገብሩ ሰባት እንተለኹም the game is on you ናይ ምዕራይ ክእለት ወይ ዓቕሚ ወይ ድልየት ዘለዎ ስርዓት ኣይኮነን እዚ መጥፊ ዓዲ እዩ ገባቲ ስርዓት እዩ ዓማፂ ስርዓት እዩ በዳሊ ስርዓት እዩ እሞ ሕጂ ሳብ ቲፋኒ ሓዲሽ ንኺድ ኣነ እዛ ቲፋኒ ሓዲስ ትበሃል ኣይፈልጣን እየ ቀደም ሕጂ እውን ክሳብ ክንድዚ ይግደሰላን ነይረ ግን ኣብዚ ቅንያት መንእሰያት ኣብዚ ተወሊዶም ኣብዚ ዝዓበዩ ኣሕ ሳልሕ ስለምንታይ እዮም እዛ ቲፋኒ ሓዲስ ከምዚ ገይሮም ዘዋርድዋ ገለመለ ይብሉኒ ብዓቕመይ ከኣ ክገልጸሎም እደሊ ምኽንያቱ እቲ ስርዓት ከምዚ ስለዝኾነ ከምዚ ስለዝገበረ ገለመለ ገለመለስ ምስኡ ዘተዓራርኽ ከም ጸላኢ ዝቁጸር ይብሎም እሞ ከምዚ ዝዓገቡ ኣይመስለንን just that ትብሉኒ እዎ just that ስንኢሱኩም እሞ ሕጂ እንታይ ይደሊ ኣለኹ ካባኹም መስለኩም ቲፋኒ ሓድስ እንታይ ብኢሳ እንታይ እያ ጌራ ንገሩኒ እሞ ኣነ ከኣ ዳሕራይ ኩሉ ምስ ነገርኩምኒ ኣጽኒዐ ቲፋኒ ሓድሽ እንታይ ብኢሳ ኢለ ከኣ ቪድዮ ምናልባት ይገብር ግን ንሕጂ እንታይ ምዃኑ እቲ ኣርጊመንት ንገሩኒ ምክንያቱ ክዕግቦምሲ ናይ ግድነት ኣድላይ ኮይኑ ስለ ተሰምዓኒ እዞም መንእሰያት ዝኾነ ሰብ ምስ ፕረዚደንት ናይ ሃገር ተሳኢለ ኢሉ ኣብ ሸው ቢዝነስ እንተሎ ከኣ ብሕልፊ ከምኡ ክጀሃር ኣለዎ ናይ ግድነት ከምዚ ዓይነት ኣጋጣሚ ሱቕ ኢልካ ኣይትሕልፎን ኢኻ እሞ ከኣ እዚኣ ምስ ዓብ ዓርገን እንድያ ተሳኢላ ዓብ ዓርገን ንሕና ኢና ንፈልጦ እቲ ካልእ ሰብ ግን ፕረዚደንት ኦፍ ኤርትራ ጥራሕ እዩ ዝበሃል እቲ ካልእ ጉዳይ ብዙሕ ዘይፈልጦ ሰብ ኣሎ ምክንያቱ ጽቡቕ ኣይሰራሕናን ንሳ ከኣ ንኸይዳ ኣይ ሃድ ፒክቸር ዊዝ ፕረዚደንት እንድሕር ኢላቶም ከምዚ ዓቢ ፕሮሞሽን እዩ ንዓ ሴልስ ኤይድ እዞም ኣብ ሴልስ ኣብ ገለ ትሰርሑ ሰባት ዝኾነ ኣቕሓ ገለ ክትሸይጥ ከሎኻ ምሽ ካታሎግ ይቡኻ ከምዚ ገለ መለ ክብሎ ከሎ ዎዎ ይብሉ ይገዝእዎ ሽዑ ነቲ ኣቑሑት ስለዚ እዚ ከኣ ሴልስ ኤይድ እዩ ንዓ እዚኣ ምስ ፕረዚደንት ዝኸደት እንድያ ሺዝ ኣን ኢምፖርታንት ፐርሰን ገለ ዝብሃል ንዓኣ ፕሮሞሽን እዩ እሞ ከምዚ ዓይነት ኣጋጣሚ ከመይ ጌራ ተሕልፎ እቲ ኣርጊመንት ናቶም ማቴርያል እዩ ከምዚ ንሕና ንሓስቦ ነገር ቁሩብ ይጎድሎም እዩ እዞም ደቅና እሞ ንዕኡ ከዕግቦም ደልየ ናይ ሓቂ ከዕግቦም ደልየ እንታይ እቲ ሽግር በታ ናተይ ዝበልክዋ ግን ክነግረኩም ኣነ ምስ ስቴፋኒ ሓድሽ ይኹን ወላ ምስ ኣብዪ ከማን እዚ ዓንጃል ናይ ኢትዮጵያ ምስኡ ሓንቲ ባእሲ የብለይን እንታይ ኣለዎም ስም ነናቶም ናብርኦም ነናቶም ዓዶም ገለመለ ኣለዎም እንታይ ዝግድስ ኣለኒ ግን እቲ ንዓይ ዝውፅዕ ዘሎ እቲ ንሃገረይ ዝጭቁን ዘሎ ስርዓት ንዕኡ ቦያ ዝለክን ከምቲ መንደቕ ክንለክይ ነስመራ ዝበሎ ከምኡ ቦያ ዝለኪ ፖሊሽ ዝገብር ዘተዓራሪ ዝድግፍ እንተኾይኑ ኣንጻረይ ይቃለስ ኣሎ ማለት ኢዩ ብኡ ኢየ ከኣ ዝቃወሞ ንኣብይ እዚኣ ከኣ በዚ ዝሪኣ ዘለኹ ፍቆዶ ከደት ከምዚ ኮይኑዶ ከምዚባ ገለመለ ገለመለ ኢላ እዚ ፕሮፓጋንዳ ትገብሮ ዘላ ይጥቀሙላ ስለ ዘለዉ ንሳ ከኣ ብፍላጥ ይኹን ብዘይፍላጥ ትገብሮ ስለ ዘላ It doesn't go well with me ኣይቅበሎን እየ ግን ክዓግቡላ ኣይከኣሉን እዚኣ ዝያዳ መዕገቢ ስለ ዝደለዩ ኣብኣ ሓግዙኒ ዘለኩም ጽሑፍ ኣብ ታሕቲ በጃኹም ኮመንት ግበሩለይ ስለምንታይ ከም ትቃወምዋ ስለምንታይ ከተም ኤንኤንኤንኤን ከዓ ከም ዘጣቕዑላ ንስኹም ትቃወምዋ ስለምንታይ እዚኣ ክፈልጥ ደሊ ኣለኹም ዘይፈለጥኩ ይኮንኩም ግን ካባኹም ክሰምዖ ደሊ ኣለኹም እታ ናተይ ግን ሕርቕሮተይ በየን ከም ትውላዕ ፍልጥቲ እያ ዝኾነ ምስ ዓቢ ዓርገን ተሰሪዑ እቲ ጸገም ናይ ህዝቢ ኤርትራ ከይረኣየ ናቱ መወሰኽታ ዝኸውን ሰብ እንድሕር ኣሎ እኹል እዩ ንዓይ ግን ከዕግበላ ከኣ ኣለኒ እዚኣ እሞ እዞም ዝብለኩም ዘለኹ ቆልዑ ዝሓተቱኒ ከኣ ስቕ ኢሎም ሰባት ኣይኮኑን ተራ ሰባት ኣይኮኑን ዝተማህሩ ዘስተውዕሉ እኹል ፍልጠትን እኹል ሕልናን ዘለዎም እዩም ብኡ እየ ከኣ ኣገዳሲ ኮይኑ ዝረኣየኒ ምንቃፍ ጥራሕ ዘይኮነስ ኣርቲኩሌት ክትገብሮ እውን ክትክእል ስለ ዘለካ ከምኡ ኮይኑ ይስምዓኒ። ብዝተረፈ ናይ ሰላሳ ዓመት እንድየ ዘዕለኩም ዘለኹ ኣብዚ ሰላሳ ዓመት እንታይ ለዊጡ ኢልኩም ትኣምኑ? ክልውጥ እዩ፣ ክዕረ እዩ ኢልኩም ትሓስቡ እንተለኹም ቅበጹ። ሓላፍነት ናይ ሃገር ዘይስምዖ፣ ሰብ ከሳቒ፣ ሰብ ከብኪ፣ ሰብ ከቖንዙ ደስ ዝብሎ ሳዲስቲክ ዝኾነ ስርዓት እዩ። ዝያዳ ክንስጉም ስለ ዘለና፣ ዝያዳ ከነፍሪ ስለ ዘለና፣ ዝያዳ መፍትሕታት ከነናዲ ስለ ዘለና ከይትርስዑ ሓደራ እብለኩም ፈትዮም ጸሊኦም እቲ ለውጢ ክመጽእ እዩ ክርህወና እዩ ክሓልፈልና እዩ ስምዕዎ። ኣነ ጥራሕ ኣይኮንኩን ዝብል ዘለኹ ንሱ ምስክረይ ስለዚ ተስፋ ኣይትቑረጹ ክርህወና እዩ ተማሒርኩም ኣለኹም።